ሰላም ሰላም ክቡራት ተኸታተልቲ መደባትና ከመይ ኣለኹም ጸጋ ጥዕናኹም ንሕና መቸም እንትርፎና ፍኾትኩም ጽቡቕ ኣለና ኣብ ህይወትኩም ጥዕና ኣብ ስራሕኩም ክዓወት እናተመነና ናብዚ ሎም ዘዳልናልኩም መደብ ብዛዕባ ታሪክ ህይወትን መንፋዓትን ሓንቲ ካብ ሳዕሳዕቲ ሃገራዊ ጉጅለ ባህሊ ስብሪት ዝኾነት ስነ-ጥበባዊት ተጋዳሊት ለቲና ተስፋማርያም ዝድህስስ ትሕዝቶ ኢና ሒዝናልኩም መጺና ዘለና። ቅድሚ ምጅማርና ግን ሞራልኩም ኣብ ቀጻልነት ስራሕና ሓጋዚ ስለ ዝኾነ ሓደራኹም ብሼር ላይክ ኮመንት ክትዕጅቡና እናዘኻኸርና ብቐጥታ ናብ መደብና ከነብል ቅድሚ ምጅማርና ግን ርሑስ ሓድሽ ዓመት 2026 ዓመተ ሰላም፣ ራህዋ፣ ጥዕና፣ ቅሳነት፣ ብልጽግና፣ ስራሕ፣ ዕቤት ክኾነልና ንምነ። ሓንቲ ኣባል ናይቶም ብሉጻት ሃገራዊ ጉጅለ ባህሊ ስምሪት እያ። ምስ ጉጅለኣ ብምዃን ናይ ትሽዓተ ብሄራትና ትልሂታት ሳዕሲዓ ኣብ ዝተፈላለዩ ሃገራዊ በዓላት እውን ምርኢት ኣቕሪባ። ማራኺ መልክዓን መሳጢ ፍሽኽታኣን ምስ ሞያኣ ዝኸይድ ተውህቦ'ዩ። ባህላዊ ክዳውንቲ ብሄራትና ለቢሳ ኣብ መድረኽን ኤሪቲቪን ክትለሀ ክሪኣ ዝደሊ ብዙሕ'ዩ። ፈኲስን ተዓጻጻፍን ሰውነታ ምስ ናይ ምስዕሳዕ ወና ተደሚሩ ንስርሓ ጽባቐ ካብ ዝውስኸሉ'ዩ። ብኹሉ ነገራ ብዙሓት ናይ መጻኢ ወለዶ ሳዕሳዕቲ ሃገርና ከም ሞዴለን ዝሪኣኣ ተላሃዪት'ያ። ኣብዚ እዋን ዋላ እኳ ኣብ ንጡፍ ስራሕ እንተዘይሃለወት ምስ ጉጅለኣ ብምዃን ዝገደፈቶ ሓድጊ ግን ነባሪ እዩ። ተለሃይት ተጋዳሊት ስነ ጥበባዊት ለቲና ተስፋማርያም። ለቲና ተስፋማርያም ትበሃል። ካብ ወላዲኣ ተስፋማርያም ወላዲታ ሳራ ብ ሽሕን ትሽዓተ ሚእትን ሰብዓን ክልተን ኣብ ሃምረሃማርብ ዝበሃል ዓዲ ጥቃ ብ ዒላብርዒድ ተወሊዳ። ለቲና ጓል ዓሰርተ ክልተ ዓሰርተ ሰለስተ ዓመት ኣቢላ ትኸውን ድማ ስድራ ለቲና ናብ ጋሽ ባርካ ሃዳሙ መጺኦም። ንኽልተ ዓመት ድሕሪ ምቕማጥ ናብ ሱዳን ካርቱም ኣምሪሖም። ናብ ሱዳን ምስ ከዱ ለቲና ኣብ ውሽጢ ሽዱሽተ ወርሒ እያ ናይ ሱዳን ቋንቋ መሊኻ። ምስ መዛኖኣን ደቂ ገዛውታን ሱዳናውያን ብምዃን ብፍቕርን ሓልዮትን ድማ ዓብያ። ህዝቢ ሱዳን ጥዑም ህዝቢ ከምዝኾነ እያ ለቲና ተዕልል። ለቲና ናብ ሜዳ ዝወጸትሉ ምኽንያት ክትዛረብ እንከላ ከምዚ ትብል፣ ክልተ ኣሕዋት ለቲና ንሜዳ ወጺኦም ስለ ዝነበሩ ምስኦም ንምርኻብ ትደሊ ነይራ። ናብ ቤት ጽሕፈት ህዝባዊ ግንባር ሱዳን ኣብ እትኸደሉ ዝነበረት እዋን ደርፍን ፊሊምን ተጋደልቲ ትርኢ ነበረት። ብዓቢኡ ከኣ ባህሊ ህዝባዊ ግንባር ትርኢ ስለ ዝነበረት በዚ ምኽንያት ክትጋደል ወሲና። ኣብ መጀመርታ ናብ ቤት ጽሕፈት ብምኻድ ንሜዳ ክሰድዋ ሓተተት። ንእሽቶ ክብ ምባል ዕድሚኣ ከም ዘይኣኸለ ነጊሮም ኣፋንዮማ። በዚ ተስፋ ዘይቆረጸት ለቲና ምስ ሞዛናኣ ብምዃን ናብ ሜዳ ክትከይድ ወሰነት። ስድራ ከይረኣይዋ ሞሊቓ ናብ ቤት ጽሕፈት ህዝባዊ ግንባር ከሰላ ከደት። ካብ ከሰላ ድማ ብመኪና ናብ ግርማይካ፣ ካብ ግርማይካ ከኣ ናብ ሳሕል ከደት። ድሕሪ እዚ ለቲና ግቡእ ፖለቲካውን ወተሃደራውን ትምህርቲ ድሕሪ ምውሳድ ብሽሕን ትሽዓተ ሚእትን ሰብዓን ኣርባዕተን ናብ እንዳ ከቢድ ብረት ተመደበት። እቶም ቅድሚኣኡ ዝነበሩ ዓበይቲ ተጋደልቲ ማንጁስ እናበሉ ጽቡቕ ይከናኸንዋ ከም ዝነበሩ'ያ ከኣ ለቲና ተዕልል። ለቲና ኣብ ሱዳን ኣብ ዝነበረትሉ ናይ ህንዲ ፊሊም ትርኢ ነበረት። ምስዕሳዕ'ውን ምስኡ ባህ ይብላ ነበረ። ናብ ሜዳ ኣብ ዝኸደትሉ እዋን ድማ ኣዝያ ውዕይቲ፣ ሕውስቲ፣ ርእሰ ተኣማንነት ዘለዋ ጓል ኣንስተይቲ ስለ ዝነበረት፣ ድሕሪ ኲናት ይኹን ፖለቲካዊ ትምህርቲ ኣብ ጎና ጨርቂ ኣሲራ ከም ናይ ህንዲ ትስዕስዕ ስለ ዝነበረት ብደቂ ኣሃዱኣ ትፍቶ ነበረት። ብቕዓታን ክእለታን ዝርኣዩ ተጋደልቲ ከኣ ናብ ባህሊ ክፍለ ሰራዊት ክትኣቱ ኣለዋ በሉ። እንተኾነ ለቲና ምስ ኣሃዱኣ ፍቕሪ ስለ ዝነበራ ካብኦም ክትፍለ ከቢድዋ ክትበኪ ወዓለት። እንተኾነ ኣብ ህዝባዊ ግንባር ካብ ዝተብሃለካ ምውጻእ ስለ ዘየለ ናብቲ ዝተብሃላ ከደት። ድሕሪዚ ናብ ናቕፋ ብምኻድ ኣብ ጉጅለ ባህሊ ቀይሕ ባሕሪ ክፍለ ሰራዊት ሰብዓን ኣርባዕተን ተጸንበረት። ለቲና ኣብ ሱዳን እንከላ ኣብ ስኔማታት እናኸደት ናይ ህንዲ ፊልምታት እናሳዕስዑን እናደረፉን ክዋስኡ ትርኢ ብምንባራ ነቲ ድሒራ ዝተጸንበረቶ ናይ ትልሂት ህይወታ ድርኺት እዩ ኮይንዋ። ብናይ ብሄረ ብዳዊት ሴራ ብምፍላም ከኣ ናይ ብሄረ ኩናማን ናይ ካልእ ዝተፈላለዩ ብሄራት ሃገርናን ትልሂታት ተቕርብ ነበረት። ድሕሪ ናጽነት ካብ ኩለን ጉጅለ ባህሊ ክፍለ ሰራዊታት ዝተዋጽአት ያታ እትበሃል ሃገራዊት ጉጅለ ባህሊ ተመስረተት እሞ ለቲና እውን ኣባላ ነበረት። ኣብ ሲኔማታት ብምኻድ ዝተፈላለየ ምርኢታት የቕርቡ ነበሩ። ድሕሪ እዚ ከም ብሓድሽ ሃገራዊት ባህሊ ስብሪት ክትቀውም ኣለዋ ስለ ዝተባህለ፣ ለቲና ትርከበን ኣርባዕተ ኣዋልድን ሽዱሽተ ኣወዳትን ምስ ደረፍቶም ተመምዮም ተመርጹ። ጉጅለ ባህሊ ስብሪት ናይ ትሽዓተ ብሄራት ትልሂት እተቕርብ ጉጅለ እያ። ለቲና ምስ ሃገራዊት ጉጅለ ባህሊ ስብሪት ብምዃን ዕስራን ሓሙሽተን ሃገራት በጺሓ ምርኢት ኣቕሪባ'ያ። ቻይና ክልተ ግዜ፣ ጃፓን፣ ሲንጋፖር፣ ኮርያ፣ ኣሜሪካ፣ ከናዳ፣ ሊብያ፣ ኤውሮጳ ብምሉኡ በጺሓ'ያ። ቻይና ኣብ ዝኸደትሉ ለቲና ምስቶም ኣወዳት ብምዃን ናብ ግሬት ዎል ኦፍ ቻይና ስለ ዝሓኾረት ሽልማት ተሸሊማ'ያ። በዓል ቤት ለቲና ሓላፊ ናይ ሃገራዊ ጉጅለ ባህሊ ስብሪት ዓቢ ስነ-ጥበባዊ ካሕሳይ ገብርሂወት እዩ። ካሕሳይ ገብርሂወት ደራሲ፣ ዳሪክተር፣ ገጣሚ፣ ዘያሚ ኮታስ ኩሉ-መዳያዊ ስነ-ጥበበኛ እዩ። ካብ ውላዶም ናቶም ዝወሰደ ዳንኤል ገብርሂወት ዝበሃል ስነ-ጥበበኛ ሳክስፎኒስታ ውላድ እውን ኣለዎም። ለቲና ናይ ውሽጢ ጉርንጉሪት ስለ ዝነበረታ ትብርትዓ ነበረት እሞ ኣብ ክልተ ሽሕን ዓሰርተ ሓሙሽተን ብስራሕ ናብ ዓዲ ጥልያን ምስ መጸት ሕክምና ንምግባር እያ ናብ ስዊዘርላንድ መጺኣ። እቲ መድሃኒት ክሳብ ብህይወት ዘለኺ ብልዕዮ ስለ ዝተባህለትን ኣብ ኤርትራ ስለ ዘይርከብን ድማ ምስ ናብ ኤርትራ ናይ ምምጻእ ድሌታ ኣብ ሃገረ ስዊዘርላንድ ትቕመጥ ኣላ። እምበኣርከስ ክቡራት ተኸታተልቲ መደባትና ብዘቕረብናልኩም መደብ ዓጊብኩምን ተዘናጊዕኹምን ክትኮኑ እናተተስፈና እትደልይዎ መደብ ኣብ ኮመንት ክትጽሕፉልና እናተላበና ኣብ ዝቕጽል ብኻልእ መሃርን ኣዘናጋዕን መደብ ክሳብ ንመጸኩም ሰሰናዩ ንኹልና።